ሰላም ሰላም ብሕቶኹም መሰረት ፓርት ቱ ሒዝናልኩም ቀሪብና ኣለና ፓርት ዋን ዘይረኣኹምዋ ድማ ኣብ ቦታ ዲስክሪፕሽን ሊንክ ከቐምጠልኩም እየ እናኣተኹም ክትርእይዋ ትኽእሉ ኢኹም ሳብስክራይብ ከምኡ እውን ላይክ እናገበርኩም ሰዓቡኒ እተን ሰበይቲ ንላክሽሚ ጸጉራ ክላጽኣ ከዳልውኣ ይጅምራ ምኽንያቱ ንሳ ሕጂ ሰብኣያ ዝሞታ ሓያም ኮይና እያ ንሳ ግና እዚ ንምግባር እምቢ ትብል ኣዶ ንጉስ እውን ንስኺ ናይዚ ቤተ መንግስቲ ሕግታት ትጥሕሲ ኣለኺ ትብላ ንሳ ግና እዞም ሕግታት እዚኦም ኣብ ልዕሌኺ እምበር ኣብ ልዕለይ ኣይሰርሑን ትብላ። ኣደ ንጉስ ተናዲዳ፣ ኣነማ ነዚ ቤተ መንግስቲ ሓዲገ ክኸይድ እየ ምስ በለታ፣ ንኣገልጋሊታ ጸዊዓ በጃኺ ክዳና ክትእክብ ከላ ሓግዝያ ኢላታ ትኸይድ። ካብኡ ንደሓር ክዳና ተኸዲና ወዳ ሒዛ ናብቲ ቤተ መንግስቲ ትኣቱ ከላ ኩሉ ሰብ ኣዝዩ ይግረም። ወዳ ክሳብ ዝዓቢን ስልጣን ክሳብ ዝሕዝን ድማ ንሳ ንግስቲ ከም ትኸውን ትዛረብ። ኣብ ቅድሚ ጸላእቲ ደው ክትብል ንህዝባ ክትሕሉ ቃል ትኣቱ። ጆርደን እዚ ነገር ክፈልጥ ከሎ ኣዝዩ ይግረም። ከጣጥዕዋ ከም ዘለዎም እውን ይዛረ። ምሳኣ ከም ዝተሓባበሩ ዝገልጽ ደብዳቤ ይልእኹላ። እዚ ብርግጽ ካብኣቶም ናይ ተንኮል ውዲት እዩ ነይሩ። እዚ ሰብኣይ ግና ብጥርጣረ ከምዚ ይብላ፣ ኣነ ነዚ መንግስቲ እዚ ክትገዝእዮ ፍትሓውን ክትኾኒ ኢለ ሓሲበ ነይረ። ኮይኑ ግና ኢድኪ ምስዞም ኣኽላባት እዚኦም ከም እተተሓሓዘ ኣይፈለጥኩን ነይረ ምስ በላ፣ ንሳ እውን ከምዚ ትብሎ፣ ናትና ጦር ክልተ ሽሕን ሓሙሽተን እዩ፣ ናቶም ጦር ድማ ኣርብዓ ሽሕ እዩ። መዳፍዕ ብዝምልከት ንሕና ዕስራ ሓሙሽተን ኣለዉና፣ ንሳቶም ግና ልዕሊ ሰማንያ ኣለዉዎም፣ ማለት ኣብ ውግእ ውሽጢ ኣብ ቅድሚኦም እንተ ኣቲና ከም ንጠፍእ እዩ፣ ኣይትጨነቑ፣ እቲ ውግእ ምምጽኡ ኣይተርፍን፣ ግና ብግዜኡ እዩ ምስ በለቶ፣ ንሱ እውን ብዝበደሎ ይቅርታ ይሓታ። ምሸት ናይ እንግሊዝ ጦር ኣብቲ ቤተ መንግስቲ የጥቅዑ፣ ኣብ ውሽጡ ዘሎ ኩሉ ይቆጻጸርዎ። እዚ ሰብኣይ ንላክሽሚ በታ ኣዘራርባ ዝተዛረብክኒ ከም ዘጣዕስክኒ ኣይነገርኩኽን ነይረ፣ ሕጂ ንዓኺ ካብዛ ቤተ መንግስቲ ከውጻኪ መጺኤ ኣለኹ ይብላ። ንሳ እውን ምንም እንተኾነ ኣብ ናይ ህዝበይ ዓይኒ ውሽጢ ሕጂ እውን ንግስቲ ኮይነ ክቕጽል እየ። ደሓር ከኣ እቲ ታሪኽ ብኸምዚ ከም ዘይውዳእ ክነግረካ ይፈቱ። ኢላ ጥራይ እግራ ወዳ ሒዛ ካብቲ ቤተ መንግስቲ ትወጽእ። ኣብዛ እምኒ እዚኣ ቅድሚ ምርጋጻ ጃርካል መጺኣ ብእግራ ትሕዛ፣ ከምዚ እውን ትብላ፣ ንስኺ ኩሉ ግዜ ንግስትና ኮንኪ ክትቕጽሊ ኢኺ፣ ኢለን ናይቲ ቤተ መንግስቲ ኣንስቲ ኩለን ይእከባ፣ ብስማ እውን ክጭርሓ ይጅምራ፣ ሽዑ ይናደድ እሞ ነቲ ኣዝያ ትፈትዎ ዝነበረ ቤተ መጻሕፍቲ ይህንድዶ። ቀጺሎም እውን እንግሊዛውያን ፍሉይ ዓይነት ጥይት ይዕድጉ፣ ኣብ ቅድሚኦም ደው ክብል ንዝሓሰበ ሰብ ክቐትልዎ ይጅምሩ፣ ቃል ብቓል እውን ኣዝዩ ብዙሕ ቁጽሪ ዘለዎ ሰብ የጥፍኡ፣ ኮይኑ ግና ራም ነቶም ሰባት ኣኪቡ ንሱውን ኣብ ልዕሊ እንግሊዛውያን ይቐትል። ካብኣቶም ዝቐትልዎም ሰባት ማእከልውን ንጆርደን የጥፍእዎ። ኩሎም እንግሊዛውያን ኣንስትን ህጻውንትን ይቐትሉ ከም ዘለዉ ላክሽሚ ትበጽሖ። እዚ ኣብ ውግእ ውሽጢ ናትና ስነምግባር ኣይኮነን ክትሓድጎም ኣለካ ጸላእትና ምስኣቶም ዝኾኑ ኣኽላባት ጥራይ ቅተሉ ኢላ ትዛረቦ። ንሱውን ሕጂ ንስኺ ብሓቂ ንግስትና ኮንኪ ኢኺ እንትብላ ንሳውን ናብ ቤተ መንግስቲ ክትምለስ ትሓድጎ። ሺቫ እውን ኣብ ልዕሊ ራምን ሰቡን መጥቃዕቲ ይፍጽም፣ ምስኣቶም ካብ ዘለዉ እንግሊዛውያን እውን የጥፍእዎም። እዚ ዝገበሮ ንናይ እንግሊዝ ሓለቓ እዚ ዅሉ ዝገበረቶ ላክሺ ምምዃና ክነግሮም ኢሉ እዩ። ኣብቲ እዋን ንዓኣ ምሉእ ብምሉእ ክቐትላ እዩ። እቲ ስልጣን እውን ንሺቫ ክህቦ ስለ ዝሓሰበ እዩ። እቲ ሓለቓ ምንም ዓይነት ምሕረት ዘይፈልጥ ሰብ እዩ ነይሩ፣ ዋላ እኳ ኸምኡ እንተ ዀነ እዚ ኣብቲ ዘልዓልዎ ውግእ ተሳቲፉ እዩ ነይሩ። ብድሕሪኡ ንላክሽሚ ደብዳበ ይልእኹላ፣ እንተዘይተገዚኣ ውግእ ከም ዝኸፍቱላ የፍልጥዋ። ንሳ ግና ምንም ኣይኮነን ውግእ እንተኾነ ለቢምናዮ ኢና፣ ዝፈርሕ ሰብ ተልዩ ግና ናብ ገዝኡ ይኺድ ትብሎም። ብድሕሪኡ እውን ምስ ሰራዊታ ኮይና ክትዳሎ ትጅምር፣ ኣንስቲ እውን ምስኣ ክዋግኣ ትውስን። ኮይኑ ግና እቶም ሓለፍቲ ብፍጹም ኣይኾኑን ምኽንያቱ ንሳተን ኣዝየን ድኹማት እየን ይብልዋ፣ ንሳ ግና ናብተን ኣንስቲ ከይዳ። ፈጣሪ ነንስቲ ብዙሕ ክእለት ሂብወን እዩ ሓርነት ግን እተረጋግጻሉ ግዜ ሕጂ በጺሑ ኣሎ ንሕና ንዋጋእ ንናጽነት ከም ዝኾነ ኩሉ ግዜ ክትዝክራ ኣለክን እቲ ሓድሽ ወለዶ ክውለድ ከሎ ሃገሩ ብምውራራ ምኽንያት ሂወቱ ከይጸልእ ምእንታን ምስ በለተን ኩሉ ናይ ዓወት ስም እናልዐሉ ክፍክሩ ይጅምሩ እተን ኣንስቲ እውን ምሉእ ብምሉእ ቀልጢፈን መሳርሕታት ክመሃራ ይጅምራ። ሽዑ እውን ንናይ ውግእ ድሉዋት ንክኾና ብማንቲግ ሓዊ ምስዳድ ክለምዳ ይጅምራ። እቲ ሓድሽ ናይ እንግሊዝ ሓላፊ ኣብ ማእኸል መንገዲ ደው ይብል እሞ እዛ ቆልዓ ማይ ክተምፅኣሉ ይገብር። ኮይኑ ግና ስማ ላክሽሚ ምዃኑ ምስ ፈለጠ ቅድሚ ምኻዱ ሰቕ ኢሉዋ ይኸይድ። ላክሽሚ ናይ ሰባ ስልጠና እናቐፀለ ኣብ ዘለትሉ እዋን እዚ ሰብ እዚ ምስኣ ክትሓባበር ምስ ሰራዊቱ ይመፅእ። ንሳ እውን ቁፅሮም ስለዝወሰኸ ትሕጎስ። ካብኡ ንደሓር ምስ ሰባ ተኣኪባ ንሕና ዕስራ ሽሕ ኢና ጸላኢና ድማ ስሳ ሽሕ እዩ ማለት ካባና ነብሲ ወከፍ ሰብ ቅድሚ ምሟቱ ሰለስተ ሰብ ክቐትል ኣለዎ ትብሎ። ካብኡ ንደሓር እውን ናብቲ ውግእ መዓልቲ ይበጽሕ። ወታደራት ይዳለዉ እንግሊዛውያን እውን ብመዳፍዕ ይትኩሱሎም። ኮይኑ ግና ናይቲ ቤተ መንግስቲ መንደቕ ኣዝዩ ሓያል ምዃኑ ይርድኡ። ንላክሽምን ሰባን ብመድፍዕን ብኻልኦት መሳርሕታትን ይትኩሱሎም፣ በዚ ድማ ዕላምኦም ኣብ ልዕሊ እንግሊዛውያን የዕርፉ። ብተመሳሳሊ ግዜ ኣብ ልዕሊኦም ምንም ነገር ኣይዓርፍን ነይሩ፣ ምኽንያቱ እቲ ሓድሽ ኣዛዚ እቲ መዳፍዕ ብድሕሪ እቲ ቤተ መቕደስ ክሕባእ ስለ ዝገበረ እዩ። ላክሽሚ ድማ እዚ ምስ ረኣየት ትስንብድ፣ ምኽንያቱ ሓንቲ ፍንጣር እንተ ተኲሳ እቲ ቤተ መቕደስ ስለ ዝፈርስ ንሳ እዚ ክኸውን ኣይትፈቅድን። ስለዚ ንሳን ውሑዳት ሰባትን ወጺኦም ከጥፍእዎም ይግደዱ። ምስ ወጹ እውን ብዙሕ ቁጽሪ ዘለዎም ሰባት የጥፍኡ፣ ካብኣቶም እውን ውሑዳት ይሞቱ። ካብ እንግሊዛውያን ብዙሓት መዳፍዕ የቃጽሉ። ኣጋጣሚ ኮይኑ እቲ ሓላፊ ተቐሚጥላ ዝነበረ ዓረብያ ጎማኣ ይስበር እሞ ከልዕሎ ክወርድ ከሎ ኣብ መንኩ ጥይት ይወቕዖ። ላክሽሚ ግና ናይቲ መድፍዕ ፈትሊ ኣንዲዳ ኣብ ልዕሊ እንግሊዛውያን ሓያል ክሳራ ተስዕብ። ካብኡ ደሓር ንሳን ነቲ ሰብኣይን ኣብ ፈረስ ይቕመጡ እሞ ብዙሓት እንግሊዛውያን ክቐትሉ ይጅምሩ። ቃል ብቓል እውን ነቶም ጸላእቲ የዳኽምዎም። ማንም እውን ክጻወሮም ኣይከኣለን። ላክሽሚ እውን ነቲ ሓለቓ እንግሊዛውያን ብእግሩ ኣሲራ እናጎተተት ትወስዶ። ሽዑ እውን እቲ ገመድ ቆሪጹ ንሳ ናብ ቤተ መንግስቲ እናተመለሰት እናተገረመ ይሪኣ። ምሸቱ ዝሓለቓ ክሕከም ከሎ ላክሽሚ ኢዳ ከይትህብን ከይትፈርሕን ይነግራ። ብኻልእ ወገን እንግሊዛውያን ንሺቫ ከምዚ ይብልዎ፣ ንሕና በዚ ኩነታት እናተሸነፍና ኢና። ነቲ ቤተ መንግስቲ ትደልዮ ንስኻ እምበር ንሕና ከም ዘይኮና ኣይትረስዕ ምስ በልዎ ንሱ እውን ኣብ ጃንስ ቤተ መንግስቲ ውሽጢ ኣዝዩ ድኹም ዝኾነ ብቐሊሉ ሰይሮም ክኣትዎ ዝኽእሉ ቦታ ይነግሮም። በዚ ምኽንያት ድማ በቲ ሕቡእ መንገዲ ናብቲ ቤተ መንግስቲ ይኣትዉ እሞ ከጥቅዕዎም ይጅምሩ። ነቲ መንግስቲ እውን ብቐሊሉ ክሰብርዎ ይኽእሉ። ላክሽሚ ኣዝያ ትስንብድ፣ ካብ ቤተ መንግስቲ ውሽጢ ሓደ ኣሕሊፉ ከም ዝሃቦም ከም ዝኸድዖም ትፈልጥ። ኮይኑ ግና ንሳን ሰባን ኢዶም ኣይህቡን፣ ኣብ ልዕሊኦም ምቕታል ይቕጽሉ። ኮይኑ ግና ናይ እንግሊዛውያን ቁጽሪ ኣዝዩ ብዙሕ ስለ ዝነበረ ኣብ ቅድሚኦም ዝነበረ ኩሉ ሰብ ከጥፍእዎ ይጅምሩ። እዚ ሰብ በይኑ እውን ከጥቅዖም ይጅምር። ሓቂ ምዝራብ ብቕዓቱ ኣዝዩ ዘድንቕ እዩ። ኮይኑ ግና ሓደ ጸላኢኡ መጺኡ ብድሕሪት ብኻራ ይወግኦ። ንሱ እውን ኣዝዩ ይናደድ እሞ ንዕኡ ይቐትሎ። ብሕቖኡ እውን ጥይት ይወቕዖ እሞ ብብርኩ ይወድቕ። ላኪሽሚ ቅድሚ ምሟቱ ክትረኽቦ ትኸይድ። ንሱ እውን ኣብ ጃንሲ ቤተ መንግስቲ ውሽጢ ክቕበር ይእዝዛ። እተን ኣንስቲ እውን ምስ ጸላእቲ ሓያል መጥቃዕቲ ይፍጽማ፣ ካብኣቶም እውን ኣዝዩ ብዙሕ ቁጽሪ ዘለዎ የጥፍኣ። ላክሽሚ ምስኣተን ትኣቱ እሞ ብሓንሳእ ሓሙሽተ ሽዱሽተ ሰባት ትቐትል። እታ ዓርካ ወዳ ሒዛ ክትሃድም ትነግራ። ኣብ ቅድሚኣ ዝረኸበቶ ዝኾነ ሰብ ተጥፍኣላ። ኣብቲ ቦታ ዘለዉ ኩሉ ክሳብ እትቐትል ጃልካሪ፣ ጡጥን ባሩድን ትእክብ ኔራ። ሰብኣያ እውን ንሓንቲ ጥንስቲ ሰበይቲ ጥንስቲ ስለ ዝኾንኪ ካብዚ ህደሚ እንትብላ፣ እሳ ግና ንላክሽሚ በይና ሓዲገያ ፈጺመ ኣይከድን እየ። ድሓር ከኣ ሃገርና ነጻ ክትወጽእ ኣለዋ ትብሉ። እቶም ወተሃደራት ላክሽሚ ነቲ ህጻን ኣብ ሕቖኣ ሓዚላ ክትጎዪ ከላ ይርእይዋ፣ ክቐትልዋ እውን ይስዕብዋ። ኮይኑ ግና ንሳ ጃልካር እምበር ላክሽሚ ከም ዘይኮነት የርድኡ። ሰብኣያ እውን ተታሒዙ ነይሩ። ንሳ እውን ነቲ እንግሊዛዊ ሓለቓ ክትቐትሎ ትፍትን፣ ኮይኑ ግና ኣብ መንኵባ ብሰይፍ ይወቕዕዋ። እታ ንግስቲ ኣበይ ኣላ ኢሎም ይሓትዋ። እሳ ግና እዛ ንግስቲ እዚኣ እተወለድኩምሉ መዓልቲ ከም እትጣዓሱ ክትገብረኩም እያ ትብሎም። ብርግጽ ላክሽሚ ወዳ ኣብ ሕቖኣ ሓዚላ ነበረት። ኣብ ቅድሚኣ ዝረኸበቶ ዝኾነ ሰብ ብሰይፋ እናቐተለቶም ትኸይድ። ጃልካሪ ነቲ ማንቲግ ወሲዳ ኣብ ጡጥን ባሩድን ዝተመልአ ጨርቂ ተቕምጦ። እቲ ቦታ እውን ኣብ ውሽጡ ከሎ ኩሉ ነገር ተተሓሒዙ ይባራዕ። ላክሽሚ ካብቲ ቤተ መንግስቲ ንሳን ወዳን ብህይወት ይወጹ። እቲ ቤተ መንግስቲ ግና ምሉእ ብምሉእ ነዲዱ። ኣብ ውሽጢ እቲ ቤተ መንግስቲ ከላ ዝመጸትሉ ናይ መጀመርታ እዋን እውን ክትዝክሮ ትጅምር። ካብኡ ንደሓር ናብ ባትሆ ቤተ መንግስቲ ትምለስ። እዚ ናይ ኣቦኣ ቤተ መንግስቲ እዩ። ኩሉ ሰብ ብህይወት ምህላዋ ክርኢ ከሎ ይግረም። ኣብቲ ውግእ ምስኣ ዝተሓባበረ ናይ ጦር ሓለቓ መጽዩ። ሕጂ ናይ ጃንስ መንግስቲ ናብ መቓብር ቦታ ተቐይሩ እዩ፣ ኩሉ ሰብ እውን ሞይቱ እዩ ይብላ። ኣቦኣ እውን ሕጂ ኢድና ክንህብ ኣለና፣ ምስ ማንም ክንዋጋእ የብልናን ይብላ። ንሳ ግና ናይ ኣርባዕተ ዓመት ጓል ከለኹ እቲ ዓብዪ ኣሰልጣኒየይ ብዛዕባ ህንዲ ናጽነት ይነግረኒ ነይሩ፣ ካብ ሕጂ ጀሚሩ እዚ ናተይ ሕልሚ ኮይኑ ኣሎ፣ ንህንዲ ካብዞም ኣኽላባት እዚኦም ነጻ ከተውጽኣ ኣለና ኢላ ምስ ህዝባ ትፍክር ትጅምር። እንግሊዛውያን ድማ ንሺቫ ይኸድዕዎ ከምዚውን ይብልዎ ንስኻ ንህዝብኻ ዝኸዳዕኻ ንዓና እውን ጽባሕ ከምዘይትሸጠና እንታይ ውሕስና ኣለና ስለዚ ምሳና ተኣሲርካ ክትጸንሕ ኢኻ ወይስ ከንቀትለካ ንኽእል ኢና ኢሎም ከባጭውሉ ይጅምሩ። ላክሽሚ ኣብ ዙርያኣ ዘለዉ ነገስታት ኩሎም ምስ እንግሊዛውያን ከምዝተሓባበሩ ትፈልጥ፣ ኮይኑ ግና ናብ ጓል ሃሪ ቤተ መንግስቲ ትኸይድ። ምኽንያቱ ኣብ ውሽጡ ዘለዉ ሰብኡት ኵሎም ነጻ ኽወጹ ዚደልዩ እዮም። ነቲ ንጉስ እውን ደብዳቤ ተልእኸሉ። እቲ ንጉስ ብእንግሊዛውያን ኣሕሊፉ ኽህባ፣ ሽልማት ክውስድ ስለ ዝኽእል ሕጉስ ነበረ። ኣብ ካልኣይ መዓልቲ እውን ላክሽሚ ብዘይ መሳርሒ ትመጽእ። እቶም ዘብዓኛታት እውን ኵሎም ከቢቦም ኪቐትልዋ ይዳለዉ ነይሮም። ንሳ ግና ኸምዚ ትብሎም፣ ንምንታይ ባርነት ዘይስልችወኩም? ሕጂ ኣነ ናባኻትኩም ዝመጻኹ ኣእዳውና ብሓንሳእ ኣወሃሂድና ሃገርና ንዓና እናቐተሉ ባርያ ዝገበሩ ነጻ ክነውጽኣ እዩ ምስ በለቶም እቲ ዘብዐኛ ክቐትላ ምስ በለ ዓርኩ ይኽልክሎ ኩሉ ሰብ እውን ምስኣ ክተሓባበር ይውስን ንሳ እውን ኣብቲ ኣዝዩ ዝፈርሓ ንጉስ ትኸይድ እሞ ንስኻ ከልቢ ኢኻ መንግስትኻ ሒዝካ ምስ እንግሊዛውያ ክተሓባበር ትኽእል ኢኻ ኢላ ብግርህነታ ከይቐተለት ካብቲ ቤተ መንግስቲ ትስንዮ ካብኡ ደሓር ንዓ ዓብይ ናይ ንቅሳት በዓል ይግበረላ። ኮይኑ ግና ኣብ ናይ ኣቦኣ ዝነበረት ዓብይ ሚኒስተር ንጉስ ከም ዝኸውን ትገብሮ። እዚ ሓላፊ ብኣኣ ኣዝዩ ፈሪሑ ነይሩ። ንሳ ቅድሚ ምቕታላ ክቐትላ ይሓስብ ነይሩ። እቶም ሰባት እውን ናይ ሰራዊትን ናይ መሳርሕን ደገፍ ከም ዝበፅሖ የፍልጡ። ላክሽሚ ግና ክተታልሎም ትውስን። እንተ ሞይተ እኳ ስማ ኣብ ታሪኽ ውሽጢ ክጸሓፍ ከም ዘለዎ ትዛረብ። ካብኣ ንደሓር ዝመጽእ ዝኾነ ገዛኢ ንሳ ዝገበረቶ ተመሳሳሊ ነገር ክገብር እውን ካብ ባርነት እንግሊዝ ክገላገሉ ከም ዘለዋ ትነግሮ። ብድሕሪኡ ንውግእ ክትዳሎ ትጅምር። ሰብኣያ ትዝክሮ እሞ ወዳ እውን ብስማ ክበኪ ይጅምር። ከም ዝኸይድ ምስ ፈለጠ እውን ሓዚኑ ነይሩ። ኮይኑ ግና እታ ኣገልጋሊት ካብኣ ኣርሒቓ ትወስዶ። ሽዑ ናይ እንግሊዝ ሰራዊት ይመጹ፣ ላክሽምን ሰባን እውን ነቲ ናይ ጸላኢ ጦር ብመድፍዕ ይትኩሱሉ። ኮይኑ ግና ኣዝዮም ብዙሓት ስለ ዝነበሩ ብምሉእ ሓይሎም ይኣትዉ። ናይ ላክሽሚ ጦር ብልዑል ደረጃ ዝሰልጠ ምዃኑ ክረኣ ይጅመር፣ ምኽንያቱ ካብኣቶም ሓደ ቅድሚ ምሟቱ ካብ ናይ ጸላኢ ዓሰርተ ሰባት ምስኡ ክቐትል ኣለዎ። ላክሽሚ ምስቶም ሰብኡት ኣዝዩ ጽቡቕ ስራሕ ትሰርሕ ነይራ፣ ብጥይት እንተቖሰለት እኳ እዚ ዅሉ ግን ግዲ ኣይሃባን። ኵሉ ዝሓዘቶ ሰብ እውን እናቐተለት ትውድኦ ነይራ። ሃንደበት ግና ብድሕሪ እታ ጥይት ተወቕዓ። እዚ ወታደር ክቐትላ ይመጽእ። ንሳ ግና ኣብ ዝተተኮሰት ባሩድ ደው ኢላ ባዕላ ንክትመውት ትገብር። ምኽንያቱ ባዕላ ዓርሳ ክተጥፍእ ንዓኣ ኸብሪ እዩ። እምበር ከምዚኦም ዝበላ ካልብ ክቐትልዋን ከዋርድዋን ኣይትፈቅድን እያ። ብድሕሪ እዚ ወዳ ብህይወት ክነብር ይቕጽል። ኮይኑ ግና ኣብታ ሃገር ተዘርጊሑ ብዝነበረ ሕማም ምኽንያት፣ ኣብ ሓምሳን ሸሞንተን ዓመቱ ይመውት። ሺቫ ድማ ናይ እንግሊዝ መንግስቲ ብክሕደት ይሰቕሎ። ጆ ግን ኣብ ጃንስ ቤተ መንግስቲ ውሽጢ ዓብዪ መቓብር ይስራሓሉ። ክሳብ ሕጂ እውን ቱሪስት እናኸዱ ይበፅሕዎ እዮም። እቲ ናይ እንግሊዝ ጦር ሓለቓ ባዕሉ እውን ላክሽሚ ኣብ ታሪኽ ዓባይ ተዋጋኢት ከም ዝነበረት ፅሒፍዎ እዩ። ናይ ሎሚ ፊልምና በዚ ይውዳእ። ነዛ ቻናል ሓደሽቲ ዝኾንኩም ሳብስክራይብ፣ ላይክ ብምግባር ቤተሰብ ኩኑ። ኣብ ቀፃሊ ብኻሊእ ፅቡቕ ፊልም ክሳብ ንራኸብ የቐንየልና።